ሻሎም ሻሎም ቤተሰብ እግዚኣብሔር ኣምላኽ ሰላም ጸጋ ናይ ክርስቶስ ምስ ኩልኹም እዩ ከመይ ጸኒሕኩም ኣንሓኹም ሰላሕ ኣዲኒ ሎሚ ድማ ነዚ መዓልቲ ዝኸውን ናይ ህይወት ቃል ሓቢርና ክንካፈል ኢና ሎሚ እንካፈሎ ቃል ካብቶም ኣብ መንግስቲ ኣምላኽ ኣዝዩ ኣዝዩ ኣዝዩ ዋናን ኣገዳስን ዝኾነ ናይ ዕብየት ናይ ጸጋ ምብዛሕ መንገዲ ኢና ክንካፈል። ኣብ መጽሓፍ ቅዱስ ንነብሲ ወከፍ ናቱ መንገዲ ኣለዎ፣ ንነብሲ ወከፍ ናቱ መፍትሕ ኣለዎ። ኣብ መጽሓፍ ቅዱስ ኩሎም ኣምላኽ ዘተስኦም፣ ኣምላኽ ዝኸበረሎም፣ ኣምላኽ ዘዕበዮም፣ ኣብ መጽሓፍ ቅዱስ ዘለዉ ጥራሕ ደይኮነስ ኣብዚ ሕጂ ዘለናዮ ዘመን ከይተረፈ እግዚኣብሄር ኣምላኽ ከኽብሮም ትርእይዎም ዘለኹም ሰባት ኣብ ኩሎም እዛ ሎሚ ዝነግረኩም ናይ ግድን ኣላ እዚኣ እንተደየላ እግዚኣብሄር ከኽብረካ ከዕብየካ ኣብ ላይፍ ኣይክእልን እዩ ኢየሱስ ንዘልኣለም ጎይታ እዩ ኣምላኽ ኣምላኽ ኣምላኽ ዘምጽኦ ጽቡቕ ውጽኢት ናይ ህይወት ጽቡቕ ስክዒት ናይ ህይወት ትደልዩ እንተደኣ ኮንኩም እግዚኣብሄር ዘምጽኦ ስክዒት ናይ ህይወት በዛ ነገር እዚኣ እዩ ዝመጽእ ኣምላኽ ነዛ እዛ ነገር እዚኣ ዘላቶም ኣብ ህይወቶም ንዕኦም ናቱ ስክዒት የምጸሎም እዩ፣ ዝተሳኸዐ ጉዕዞ ይህቦም እዩ፣ ንሳ ድማ ትሕትና እያ። እግዚኣብሔር ኣምላኽ ንትሑታት ይልዕል ደብል፣ እግዚኣብሔር ኣምላኽ ንትሑታት እዩ ጸጋ ዘብዝሕ፣ እግዚኣብሔር ኣምላኽ ኩሉ ግዜ ጎኒ ትሑታት እዩ ጸግዒ ትሑታት እዩ ደጋፊ ትሑታት እዩ፣ እቶም ልቦም ኣእምሮኦም ኣንደበቶም ኣብ ትሕትና ኩሉ ግዜ ዝገብሩ ሰባት ንዕኦም ኢድ ኣምላኽ ከኣ ኩሉ ግዜ ንላዕሊ ተውጽኦም እያ። እቶም ልቦም ካብ ትሕትና ዝወጽእ፣ ኣእምሮኦም ካብ ትሕትና ዝወጽእ፣ ኣንደበቶም ካብ ትሕትና ዝወጽእ ናብ ምንፋሕ ገጾም ዝኸዱ ንዕኦም ድማ ኢድ እግዚኣብሄር ባዕላ ትጻረሮም እያ። ኣምላኽ ድጻረሮ መንገዲ ድማ ከቢድ እዩ። መጽሓፍ ከምዚ ኢሉ ኣሎ ኣብ ቀዳማይ ጴጥሮስ ክዛረብ ከሎ ሓሙሽተ ሓሙሽተ ኣቱም መንእሰይ ከምኡ ነቶም ዝዓቢኹም ተገዝእዎም ኣምላኽ ንዕቡያት ይመዓቶም ንትሑታት ግና ጸጋ ይህቦም እዩ እሞ ኩላትኩም ንሕድሕድኩም ምእንቲ ክትጋዛዝኡ ትሕትና ተዓጠቑ ኢሉ ብጣዕሚ እዩ ዝገርም ንንሕድሕድኩም መታን ክትጋዛዝኡሲ ትሕትና ተዓጠቑ ኢሉ ለካ ኩሉ ሰብ ክግዛእ ኣይክእልን እዩ ለካ ኩሉ ሰብ ዝግዛእ ልቢ የብሉን ለካ ኩሉ ሰብ ንማራሕቶም ክግዝኡ ይክእሉን እዮም ነሕዋቶም ክጋዛዝኡ ይክእሉን እዮም ለካ ከይንጋዛዛእ ዝገብረና ዘሎ ዕጥቅና ስለ ዝተፈትሐ እዩ እቶም ብትሕትና ዝታዓጠቁ ንክግዝኡ ሽግር የብሎምን ዝግዛእ ልቢ ኣለዎም ዝወርድ ልቢ ኣለዎም ንምንታይ ተዳኣ ኢልኩምኒ ታዓጢቆም እዮም ብትክክለኛ መንገዲ ትሕትና ዘዕጥቆም ክግዝኡ ይክእሉ እዮም ስለዚ ነሕዋቶም ዝግዝኡ መን እዮም እቶም ብትሕትና ዝታዓጠቁ ብሩኻት፣ ዝበጻሕኩሞ ደረጃ ኣብ ልዕሊ ኣሕዋትኩም ክትንፍሑ ክገብረኩም ከተፍቅዱሉ የብልኩምን። ምኽንያቱ ኣብ ዝበጻሕኩም ደረጃ ብጽሑ፣ የሱስ እኳ መጽሓፍ ክዛረብ ከሎ ማዕረ ኣምላኽ ክንሱ፣ ንዕኡሲ ከም ምምንዛዕ ከይረኣዮ መልክዕ ሰብ ወሲዱ ኢልዎ። ከም ምምንዛዕ ከይረኣዮ፣ ክሳዕ መስቀል እኳ ከይተረፈ እዩ ጎይታ ተኣዚዙ። ኢየሱስ ክርስቶስ ኣብ ምድሪ ክመላለስ ከሎ ብውሽጢ እኮ ህያው ኣምላኽ እኳ ኢሱ፣ ንኣምላኽነቱ ግን በቲ ናይ ሰብ ማንነት ብደገ ሸፊኑ ከም ኩሉ ሰብ ኮይኑ ይመላለስ ኔሩ ንምድሪ። ርኢኹሞ ኢየሱስ እዚ ኩሉ ናይ ኣምላኽ ማንነት ኣብ ውሽጡ ከሎ ኣነ ከምዚ እየ እንዳበለ ኣይኮነን ድፍስሐሎም ኔሩ። ኖኖኖኖ ይቐርቦም ኔሩ፣ ይሓቑፎም ኔሩ፣ የፍቅሮም ኔሩ፣ የረድኦም ኔሩ። ዋይ እንድሕር የሱስ ከምዚ ክገብር ኪኢሉ ኣየናይ ብጽሕና እዩ ንዓና ካብ ናይ የሱስ ንላዕሊ ክኸውን ድኽእል ማንም ከም የሱስ ክኸውን ኣይክእልን እዩ ስለዚ የሱስ እኳ ከምኡ ዝገበረ ኣነን ንስኹምን ንኸይንትሕት ዝሕዘና ፍልጠት ዝሕዘና ምንም ነገር እንተድኣ ኣሎ ኮይኑ እዚ ምንፋሕን ትዕቢትን ዓቐኑ ዝሓለፈ ጌጋ ኣረኣእያን ኣብ ገዛእ ርእስና እዩ ሓደ ሰብ ዘይትኽክለኛ ዓቐኑ ዝሓለፈ ኣረኣእያ ኣብ ገዛእ ርእሱ እንተድኣ ኣለዎ ኮይኑ ምስ ኣሕዋቱ ከዋዳድራ ንርእሱ ምስ ጀመረ ሽዑ ክንፋሕ እዩ ዝጅምር። ስለዚ ፍልጠትኩም ክትንፍሑ ክገድፈኩም ኣይተፍቅዱሉ። ቅብኣትኩም ክትንፍሑ ክገድፈኩም ኣይተፍቅዱሉ። እንተዘይኮይኑ ኣብ ክንዲ ዝጠቕመኩም መሊሱ ክጎድኣኩም እዩ። መጽሓፍ ቅዱስ ከምዚ ኢሉ እግዚኣብሄርሲ ኢሉ ነቶም ትሑታት ንዕኦምሲ ጸጋ እዩ ዝህቦም ኢልዎ። ርኢኹም ንትሑታት ጸጋ ይህብ እዩ እግዚኣብሄር። ጸጋሲ ይወሃብ እዩ ግን ጸጋ ከም ትወሃብ ኣብ ጸጽባሕ ዝገብረካ ትሑት ሰብ እንተደኣ ኮንካ ትሕቲ ሰብ እንተደኣ ኮንኪ እዩ ጸጋ ብዝተወሃበኪ መጠን ድማ ኣብ ሂወት ክትዓብዪ ናይ ግድን እዩ እንዳዓበኻ ክትከይድ ናይ ግድን እዩ እንዳወሰኽካ ክትከይድ ናይ ግድን እዩ ስለዚ ጸጋ ዘውህብ መንገዲ ትሕትና ኣይንግደፎ ጸጋ ዘውህብ መንገዲ ትሕትና ኣይንሕደጎ ብልብኹም ከመይ ኢኹም ብሩኻት ሓደ ምስጢር ክነግረኩም ትሕትና ካብቲ ብደገ ነርእዮ ነገራት ዝሓለፈ እዩ ብደገኻ ሕቆኻ ሰቢርካ ሰላም ክትብለና ትኽእል ትኸውን ልብኻ ግን ሕቆ ሰብ ድሰብር ክኸውን ይኽእል እዩ ምኽንያቱ ልቢ እዩ ደኣ ዝውስኖ ንትሕትና እምበር ብደገ ንገብሮም ነገራት ኣይኮነን ዝውስኖ ንነገራት ገለ ገለ ብደገ ንገብሮም ናይ ብሓቂ ናይ ትሑት ልቢ ውጽኢት እዮም ናይ ገለ ገለ ግን ኣምሶልነት እዩ ስለዚ ከምቲ ብደጌና ዝኾንናዮ ልብና ከምኡ ይኹን። ከምቲ ብደገና ሓወይ ሓፍተይ መዓረይ ሽኮረይ ንበሃሎ ልብና ከኣ ከምኡ ይኹን። ኣብ ልብና ኣይንባላዕ፣ ኣብ ልብና ልዕል ልዕል ኣይንበል፣ ኣብ ልብና ኣይንናፋፋሕ፣ ኣብ ልብና ነሕዋትና ኣይነቃልል፣ ኣይንነዓዓቕ፣ ምኽንያቱ እቶም ዝንዕቁ ኣብ ምንም ኣይበጽሑን እዮም። መጽሓፍ ክዛረብ ከሎ ከምኡ እዩ ዝብል ነቶም ዝዓቢኹምሲ ተገዝእዎም ኢሉ። ኣቱም ብሩኻት ንዝዓቢኹም ትሕሓቱሎም፣ ንዝዓቢኹም ተገዝኡሎም። ብመንፈሳዊ ህይወት ንዝዓቢኹም ትሓቱሎም ምኽንያቱ ምንም ኣማራጺ የብልኩምን እንተደኣ ክብረት ትደልዩ ኮንኩም ክትሕቱ ኣለኩም እንተደኣ ኣይንትሕትን ኢና መን ካብ መን ክትብሉ እንድሕር ጀሚርኩም እሶም ደይኮኑስ ንስኹም ኢኹም ክትህረሙ ኣብ ምንም ኣይትበጽሑን ኢኹም የሱስ ንዘልኣለም ጎይታ እዩ ምሳሌ ዓሰርተ ሸሞንተ ከምዚ ኢሉ ጥቕሲ ዓሰርተ ክልተ ቅድሚ ውድቀት ልቢ ሰብ ልዕል ይብል ኢሉ። ይዕበ ኢሉ ቅድሚ ክብረት ከኣሲ ትሕትና ትቅድም ኢሉ ርኢኹም ቅድሚ ክብረት ትሕትና ትቅድም ለካ ኣምላኽ ኣብ ቅድሜና ዘዳልዎ ናይ ክብረት ጎደና እንዳረሓቀ ዝኸደና ዘሎ ተስፋ ናይ እግዚኣብሔር ኣብ ሂወትና ዝሰማዕናዮ እንዳረሓቀ ዝኸይድ ዘሎ ምእካል ደኣበየና ዘሎ እቲ ሽግር ኣብ ኣምላኽ ኣይኮነን ኣምላኽ ስለ ዝዶንገየ ኣይኮነን ኣምላኽ ምስ በለ ኮይኑ እዩ ነቲ ዝኾነ ግን ምርኣይ ትስእኖ ዘለኻሲ ትሕትና ስለ ዘየለ እዩ ትሕትና ናብቲ ዝተባህለልካ ተጒየካ ተፍጥነካ ተእትወካ፣ ትዕቢትከ ነቲ ዝተባህለካ ካባኻ ከተርሕቖ ትጅምር። ስለዚ ክብረት ቅድሚ ናባኻ ምምጽኡስ ትሕትና እያ ትቕድም ኢሉ መጽሓፍ ቅዱስ። ኣምላኽ ናብቲ ናይ ክብረት ምዕራፍ ንህይወትካ ዘዳለዋ ሒዙካ ክኸይድ ከሎ መጀመርታ ብጎደና ትሕትና እዩ ደሕልፈካ። ብጎደና ትሕትና ዘይሓለፈ ኣብ ናይ ክብረት ወንበር ኣይቁመትን እዩ ብጎደና ትሕትና ዘይሓለፉ ኣብ ናይ ዓወት ኣብ ናይ ሰክሰስ ኣብ ናይ ዝተሳኸዐ ሂወት መንገዲ ኣይቁመቱን እዮም ትሕትና ኣብ ሂወት ኣገዳሲ እዩ ኢየሱስ ክርስቶስ ኣብ መጽሓፍ ቅዱስ ዘገርም ምሳሌ ሂቡ ኣሎ ኣብ ሉቃስ ምዕራፍ ዓሰርተ ኣርባዕተ ከምዚ ኢሉ ኣሎ። ካብ ጥቕሲ ሽዱሽተ፣ ነዚ ነገር እዚ ኸኣ ምላሽ ስኣኑሉ ምስ በለ፣ ቀጺሉ ሸውዓተ፣ ነቶም ናብ ምሳሕ እተጸውዑ ድማ ኣውራ መቐመጢ ከም ዝሓረዩ ምስ ረኣየ ምስላ መሰለሎም፣ ከምዚ ኢሉ፣ ሓደ ናብ መርዓ እንተ ዓደመካ፣ ኣብቲ ኣውራ መቐመጢ ኣይትቀመጥ፣ ካባኻ ዝኸብር ካልእ ጸዊዑ እንተ ኾነ፣ እቲ ንዕኡን ንዓኻን ዝጸወዐ መጺኡ እዛ ስፍራ እዚኣ ነዚ ሕደገሉ ክብለካ እዩ እሞ፣ ሽዕኡ እና ሓፈርካ ናብ ታሕቲ መቐመጢ ክትወርድን ትጅምር። ርእሱ ዘዕቢ ኩሉ ክዋረድ ክዋረድ እቲ ርእሱ ዘዋርድ ከኣ ክኸብር እዩ እሞ እንተ ተዓደምካ እቲ ዝዓደመካ መጺኡ ዓርከይ ናብ ላዕላይ ደይብ ምእንቲ ክብለካ ኬድካ ኣብ ታሕቲ ስፍራ ተቐመጥ ሽዑኡ ኣብ ቅድሚ እቶም ምሳኻ ዝምስሑ ኩሎም መቓምጥትኻ ክብረት ክኾነልካ እዩ ርኢኹሞ ኢየሱስ ዓቢ ምስጢር ናይ ትሕትና እዩ ነጊሩ እቲ ባዕሉ ቀዲሙ ንርእሱ ዘዕቢሲ መጨረሽኡ ውርደት ኢሉ እቲ ንርእሱ ባዕሉ መጀመርታ ዘትሕታ ግን መጨረሽኡ ክብረት ኢሉ። ሃሌ ሉያ። ስለዚ ኣብ ኩሉ ነገር ርእስኹም ኣዕቢኹም ኣይተእትዉ። ርእስኹም ኣንኢስኩሉ እተዉ። ኣብ ኩሉ ነገር፣ ኣብ ዝኾነ ነገር ክትኣትዉ ከለኹም፣ ንኣብነት ናብ ቤተክርስትያን ክትኣትዉ ከለኹም፣ ርእስኹም ኣዕቢኹም ኣይትእትዎም ነቶም ቤተክርስትያን። ካብ ባዶ ጀምሩ፣ ርእስኹም ኣትሒትኩም እተዎም። እሶም ባዕሎም ሽዑ እግዚኣብሄር ብኦም ገይሩ ከዕብየኩም ክጅምር እዩ። ዓበይቲ ቦታታት ክወሃበኩም ክጅምር እዩ። ገለ ገለ ሰባት ናብ ቤተክርስትያን ክኣትዉ፣ ርእሶም ኣዕብዮም እዮም ዝኣትዉ። ርእሶም ኣዕብዮም ስለ ዝኣትዉ ከኣ ተዋሪዶም ከኣ ወጹ። እቶም ርእሶም ኣትሒቶም ዝኣተዉ ከኣ ከቢሮም እዮም ዝወጹ። ኣብ ዝኾነ ነገር ክትኣትዉ ከለኹም ርእስኹም ኣትሒትኩም እተዉ። ምስ ኣዕሩኽትኹም ክትራኸቡ ከለኹም ርእስኹም ኣትሒትኩም ተራኸቡ። ምስ ቤተሰብኩም ርእስኹም ኣትሒትኩም ተራኸቡ። ኣብ ዝኾነ ነገር ክትዕደሙ ከለኹም ርእስኹም ኣትሒትኩም ተረኸቡ። ርእስኹም ኣትሒትኩም ዝተረኸብኩምሉ ስፍራ ብኽብረት ክትውድእዎ ኢኹም። ርእስኹም ኣዕቢኹም ዝኣተኹምሉ ቦታ ግን ብሕስረት ክትወጹሉ ኢኹም። ስለዚ ትሕትና ናይ ክብረት መንገዲ እዩ። ንስኹም ብሉጻትን ክቡራትን ኢኹም። ሻሎም።